ሰላም ሰላም ሞጌ ሓወይ ብዛዕባ እዚ ኣብ ሜድያ ዝኸይድ ዘሎ ብዛዕባኡ ክዛረብ ኢለ እየ መፀ ብውሽጢ እንተንዛረብ ብጣዕሚ ደስ ምበለኒ ግን ኩሉ ሰብ ሕጂ ትካትዕሉ ወይ ድማ ዝካትዕሉ ጉዳይ ስለ ዝኾነ ኣነ ድማ ኣብዚ ሓሳበይ ክህብ መፅእ ኣለኹ ኣብ ዝኾነት ቪድዮ ስእልኻ ተጠቂዑ እዚ ናይ ብልፅግና መንግስቲ ወይ ከዓ ናይ ኣብይ መንግስቲ ልክዕ ከምቲ ኣብ ኢትዮጵያ ዘሎ ገንዘብ ከፊልካ ትሰርሕ ከም ዘለኻ ገይሮም ጠቂዖም ወርየ ሕጂ ሚእቲ ካብ ሚእቲ ርግፀኛ እየ ከምኡ ከም ዘይኮነ ማለት ገንዘብ ተኸፊልካ ትሰርሕ ከም ዘይኮንካ በቲ ካልእ ወገን ድማ ህግደፍ ተባሂልካ ክትስመ ርእየ ኣለኹ። ንሱ ውን ህግደፍ ከምዘይ ምዃንካ ኣርጊጸ እፈልጥ እየ ምኽንያቱ ህግደፍ ኔርካ ተትኸውን ምሳና ኣይምተዋደድካን እዚ ኩሉ ዓመታት ስለዚ ኣብዚ ምንም ጥርጥር የብለይን። ቅሬታ ደለኒ ወይ ከዓ ሕቶ ዘለኒ ወይ ከዓ ሻቕሎት ደለኒ ግን እዚ ሕጂ ትኸዶ ዘለኻ ጌጋ ስለ ዝኾነ ጽባሕ ንጎ ድማ ርግጸኛ እየ ጌጋ ምዃኑ ምስ ተረዳእካ ተጋግየ ኢልካ ይቕረታ ክትሓትት ኢኻ። ስለዚ ሞጌ ሓወይ ካብ ሕጂ ኣብይሲ ባሕርና ክጥቀም ኣይኮነን ከምቲ ባዕልኻ ብኣፍካ ዝበልካዮ ባሕሪ ክጎብጥ ሃገር ክጎብጥ ኢሉ ዝመጽእ ዘሎ ሕጂ ንኸምዚ ዓይነት ሰብ እዚ ትማሊ ናይ ትግራይ ወይ ድማ ኣብ ትግራይ ዝፈጸሞ ጀኖሳይድ በቃ ብጣዕሚ ግሉጽ ዝኾነ መልእኽቲ እዩ። ስለዚ ንኣብይ ሚእቲ ሚእቲ ክንቃወሞ እምበር ክንድግፎ ወይ ድማ ኣብይ ይምርሓና ክንብል እዚኣ ጌጋ እያ ናይ ብሓቂ። ካልኣይ በቃ ብዛዕባ ዘይኮነ ነገር ኢና ንካታዕ ዘለና ኣብ ኢድና ብዛዕባ ዘየለ ነገር ብዛዕባ ልኡላውነት ብዛዕባ ባሕሪ ኣይደኖ ማለት ሕጂ ንካታዓሉ ነገር ኣይኮነን ዋላ ከም ሓሳብ ምኽንያቱ ኣብ ኢድና የለን። ንኣብይ ግን ከም ሓደ መንፈሳዊ ሰብ ከም ሓደ ሓቀኛ ሰብ ጌርካ ትወስዶ እንተ ሃሊኻ ናይ ብሓቂ ትጋገ ኣለኻ ምኽንያቱ ትማሊ ሳላ መንግስቲ ኤርትራ መንግስቲ ኤርትራስ በዓል ውዕለትና ኢሉ ዛረብ ነይሩ መንግስቲ ኤርትራ ዝፈጸሞ ጀኖሳይድ የለን ኢሉ ዛረብ ነይሩ ሕጂ ግን ኣብቲ ኣብ ትግራይ ዝተፈጸመ ጀኖሳይድ ተሓተቲ መንግስቲ ኤርትራ እዩ ኢሉ ይዛረብ ነይሩ ስለዚ ትማሊ ነቲ ጽቡቕ ዝገበረሉ መንግስቲ ኤርትራ ዘይተኣመነ ንዓና ክእመን ኣይክእልን እዩ። ኣብ ህዝቡ ኣብ ህዝቢ ትግራይ ዝገበሮ ጀኖሳይድ ዝገበሮ ዓመጽ ዝፈጸሞ ግፍዒ ርኢናዮ ኣለና ኩልና ንስኻውን ትፈልጦ ኢኻ። ኣብ ህዝቡ ከምኡ ዓይነት ግፍዒ ዝፈጸመ ሰብ ኣባና ከመይ ዓይነት ግፍዒ እዩ ክፍጽም ከመይ ዓይነት ቅትለት እዩ ክፍጽም ስለዚ ነዚኣ ዝሓሰብካላ ኣይመስለንን። ካልኣይ እታ ሕጂ ኣጸቢቓ ተካትዕ ዘላ ብዛዕባ እቲ ኣንድነት ምስ ኢትዮጵያ ዝብል ህዝቢ ኤርትራ ረፈረንደም ተዋሂቦስ ተስዓን ሸሞንተን ነጥቢ ሓሙሽተ ኣይፋል ምስ ኢትዮጵያ ኢሉ መሪጹ እዩ። ሕጂ ህዝቢ ዝመረጾ ነገር ከምኡ ኢልና ክንካታዕ ጽቡቅ ኣይመስለንን እዚ ኣንድነት ትብሎ ዘለኻ ይትረፍ ዶ እቶም ደለይቲ ፍትሒ ተቃለስቲ ህግደፍ ህግደፍ ንባዕሎም ኣይድግፎን እዮም ምክንያቱ ኢሳያስ ንሕናን ኢትዮጵያን ሓደ ህዝቢ ኢና ክልተ ህዝቢ ኢሉ ዝሓስብ ዓሻ እዩ ወይ ድማ ታሪኽ ዘይፈልጥ እዩ ክብል ከሎ እቶም ናቱ ደገፍቲ ከዕርይሉ እዮም ዝፍትኑ ነይሮም ኣይ ከምዚ ማለት እዩ ከምዚ ማለት እዩ እሳቶም እንኳን ኣይተቐበሎን ይትረፍ ንሕና ስለዝስ ትጋገ ስለ ዘለኻ ናይ ብሓቂ ተመለስ እዚኣ ጌጋ እያ እዚ ኹሉ ሰብ ትጋገ ኣለኻ ዝብለካ ዘሎ ካብቲ ቁኑዕ መገዲ ወጺኻ ስለ ዘለኻ ምእንቲ ከትምለስ እምበር ኣባኻ ኣርሕንቲ ወይ ድማ ጽልኢ ስለ ዘለዎ ኣይምስለን ስለዚ ሞጊ ሓወይ ተመለስ ኣንጻር እቲ ትቃለሰሉ ዝነበርካ መገዲ ኢኻ ትቃለስ ዘለኻ ሕጂ ሓድሓደ ግዜ ዋላ ንርእሰይ ክሓት ከለኹስ ካብ ምንታይ ተበጊሱ እየ ክብል ከለኹ ምናልባት እዚ ናይ ቲክቶክ በቲ ናይ ኢትዮጵያውያን ዝመጽእ ዘሎ ደገፍ ንሱ የዕሽይካ ከይከውን ፕሊዝ ነዚኦም ግደፎም ምክንያቱ ምንም ኣይጠቕሙኻን እዮም ናብቲ ናይ ብሓቂ ናብቲ ናይ ብሓቂ ትቃለሰሉ ዝነበርካ መገዲ ናብኡ ተመሊስካ ክርእየካ ተስፋ ገብር ኣምላኽ ዘመንካ ኩሉ ይባርኽ ታንኪዩ